ሃፒ ኒው የር። ርሑስ በዓል ሓድሽ ዓመት ፍቑራትን ፍትዋትን ሎሚ ብዛዕባ እዚ ቃል እዚኣ ኢና ክንመሃር ብትግርኛ ምኽኣል እዚ ድማ ካን ክብል ከለኹ ኩድ ሕሉፍ ናይ ካን እዩ እሞ ሰናይ ምክትታል ሰናይ ምክትታል ኣነ ዕዮ ገዛ ክሕግዘካ እኽእል እየ ክብል ከለኹ

ተመሳሳሊት ሓሳባት ግን ኣብ ክንዲ ካን ኩድ ጌርና ኣምፂእናያ ኣብዚ ሶ እንታይ ክብለኩም ደሊ እታ ኩድ ናብ ምንታይ ትትርጎም ኣብ ክንዲ ክሕግዘካ ክእል እየ ምናልባት ክሕግዘካ እኽእል እየ ትኸውን ሶ ኣነ ምናልባት ዕዮ ገዛ ክሕግዘካ ክእል እየ ግዜ እንተለኒ ዝጥዕመኒ እንተኮይኑ ንዓኻ እውን ከምኡ ዝጥዕም እንተኮይኑ ማለት እዩ

possibility of location
እዚኣ ድማ እዚኣ ድማ ከቀራርበን እሳ ኣብ ዝመጽእ እዋን ምናልባት ኣበርቲዓ ክትፍትን ትኽእል እያ ተሪፋ ክትከውን ትኽእል እያ ስለዚ እሳ ኣብ ዝመጽእ እዋን ምናልባት ኣበርቲዓ ክትፍትን

እስኻ ነቲ መስኮት ክትከፍቶ ምኽኣልካ ዶ እስኻ ነቲ መስኮት ክትከፍቶ ምኽኣልካ ዶ ብትሕትና ምሕታት ማለት እዩ ዝነት ሰብ ኣብ ክንዲ ትእዝዞ ንኣብነት እስኻ ነቲ መስኮት ክፈቶ ኣብ ክንዲ ትብሎ እስኻ ነቲ መስኮት ክፈቶ ክትከፍቶ ምኽኣልካ ዶ ክትብል ከለኻ ብትሕትና ጌርካ ነቲ መልእኽቲ ተመሓላልፎ ከም ዘለኻ እዩ ዝሕብር። Could you open the window? A polite request.
እሳቶም እንተዝፈትኑታ ጾታ ክስዕሩታ ምኽኣሉታ ነይራቶም ኣብዚኣ ድማ ከዘኻኽረኩም ዝደሊ እዛ እሳቶም ምህላዋ ኣብ ክንዲ ንኣብነት እሳቶም እሶም ተንብል ነርና እሶም እንተ ዝፍትኑ ፆታ ክስዕሩ ምኸኣሉ ነይሮም ኢና ንብል እዚ ግን ናይ ብዙሓት ምዃኑ ከዘኻኽረኩም እሳቶም እንተ ዝፍትኑ ዘይኮነ እንተ ዝፍትኑታ ፆታ ክስዕሩታ ዘይኮነ ፆታ ኣሚን ፆታ ክስዕሩ ዘይኮነ ክስዕሩታ ምኸኣሉ ዘይኮነ ምኸኣሉታ ነይሮም ዘይኮነ ድማ ነይራቶም ክንብል ከም ዘለና ከዘኻኽረኩም እደሊ

እሱ መሳርሒ እንተዝነብሮ ምናልባት ነዛ መኪና ክዕርያ ምኸኣለ ግን መሳርሒ ነበሮ እንታ መኪና ድማ ኣይተዓረየትን ማለት እዩ ትርጉሙ He could fix the car if he had the tools. Conditional ability.
ኣብ ደገ ክዛረቡታ እንከለዉታ ክሰምዓቶም እኽእል ነይረ ኣብዚኣ ናይ ብዙሓት ምዃና ከረጋግፅ እደሊ ምክንያቱ ዘም ዝብል ቃል ስለ ዘሎ እዩ እዚ ንሓደ ዓብ ሰብኣይ ነይሩ ተዝኸውን ግን እንታይ መልና ነርና ንሓደ ዓብ ሰብኣይ ኣብ ደገ ክዛረቡ እንከለዉ ክሰምዖም እኽእል ነይረ በልና ነርና ስለዚ እዚኣ ኣገናዝብዋ ኣብ ደገ ክዛረቡታ እንከለዉታ ክሰምዓቶም እኽእል ነይረ

ኣነ ነቲ ማለትሲ ነቲ ጨው ከተቐብለኒ ምኸኣልካ ዶ እቲ ጨው ኣቐብለኒ ዘይኮነሲ ነቲ ጨው ከተቐብለኒ ምኸኣልካ ዶ ነው ተዘይክኢልካስ ድሓን ማለት እዩ እሳ ምናልባት ዓባይ ኣርቲስት ክትከውን ትኽእል እያ
She could become a great artist. Future potential.

ክትፍትን ትኽእል ኢኻ ምናልባት ክትፍትን ትኽእል ኢኻ ነታ ኮምፒውተር ከም ብሓድሽ ፈተተሳ
You could try restarting the computer. A suggestion.
እሱ ምናልባት ሓቂ ክኸውን ኦ እሱ ምናልባት ሓቂ ክኸውን ይኽእል ዶ እሱ ምናልባት ሓቂ ክኸውን ይኽእል ዶ ወይ ድማ

እዚኣ ናይ ሓደ ዓቢ ሰብኣይ ነይራ ተትኾን ከ ከምቲ ንሕና ኩሉ ግዜ ጌጋ ንገብሮን ከመይ ጌርና ምተርጎምናያ ነርና እሶም ናብቲ ፓርቲ ምናልባት ጣዓሞት ከምጽኡ እኽእሉ እዮም ምበልና ነርና እሶም ብከምኡ ጌርና ኢና ድማ ነቲ ጌጋና ብዙሕ ግዜ ነዘውትሮ እሞ እዚ ተመሊስና ክንሪኦ ከም ብሓድሽ ምሕፀነኩም እሳቶም